መስትያት ቤትና
ሰላም ከመይ ጸኒሕኩም ክቡራት ተኸታተልትና ናብ ሎሚ ኣብ ዘውግሐ ለይቲ እውን እስራኤልን ኢራንን ደብዳባት ክፍጽማ ሓዲረን ከባቢ ሰዓት 4 ወጋሕታ ኢራን ኣብ ልዕሊ እስራኤል ሓያል ደብዳብ ሚሳይላትን ሰብ ኣልቦ ነፈርትን ፈጺማ በዚ ደብዳብ ኣብ እስራኤል ብውሕዱ ሸሞንተ ሰባት ተቐቲሎም ካልኦት ሓያለ እውን ቆሲሎም ካብቶም ዝሞቱ ሰላማውያን ሰባት ሽማግለታት ዝርከብዎም ኮይኖም ሓደ ወዲ ሰላሳ ዓመት ብጽኑዕ ዝቖሰለ እዩ። ኣብ ተልኣቪቭ፣ በታኽቲቫ፣ ሃይፋ፣ ባትያም፣ ብነይ ብራክን ዝርከቡ ገለ መንበሪ ህንጻታት ብናይ ኢራን ሚሳይላትን ሰብ ኣልቦ ነፈርትን ተሃሪሞም። እቶም ህንጻታት ገሊኦም ከቢድ ዕንወት ወሪድዎም ገለ ኸኣ ዝፈረሱ እዮም። ኣብ ተልኣቪቭ ዝርከብ ናይ ኣሜሪካ ቆንስላዊ ቤት ጽሕፈት ናይ መሳኹቲ ፈኲስ ዕንወት ዝበጽሖ ኮይኑ ኣብኡ ግን ዝቖሰለ ወይ ዝተቐትለ ሰብ የለን። ኣብ ሃይፋ ዝርከብ መጻረዪ ነዳዲ እውን ብናይ ኢራን ሚሳይል ከም ዝተሃርመ ማዕከናት ዜና ይሕብራ። ብዘይካዚ ኣብ ሃይፋ ኣብ ሓደ ጎደና ብርቱዕ ዝቃጸል ሓዊ ተራእዩ ነይሩ። ኣብ ኢራን በንጻሩ ካብ ዝሓለፈ ዓርቢ ክሳብ ሎሚ ከባቢ ክልተ ሚእትን ዕስራን ኣርባዕተን ሰባት ተቐቲሎም። እዚ ቁጽሪ ካብ ሚኒስትሪ ጥዕና ኢራን ዝተረኽበ ኮይኑ፣ እስራኤል ግን ቁጽሪ ምውታን ኣብ ኢራን ልዕሊ ኣርባዕተ ሚእቲ ከምዝበጽሓ ትገልጽ። ካብዚኣቶም እቶም ቴስዓ ሚእታዊት ቆልዓ ሰበይቲ ዝርከብዎም ሰላማውያን ሰባት እዮም። ብተወሳኺ ሓደ ሽሕን ሰለስተ ሚእትን ኣቢሎም ኢራናውያን ከኣ ብመጥቃዕትታት እስራኤል ቆሲሎም ኣለዉ። እስራኤል ከምዝበለቶ ኣብ ኢራን ዝርከቡ ሓደ ስልሲት ሮኬት ዝውንጨፈሎም መደበራት ተደምሲሶም፣ ካብዚ ሓሊፉ'ውን እስራኤል ኣብ ማእከል ኮማንዶ ኢራን ናይ ነዳዲ ትሕቲ ቅርጽታትን ኑክሌራዊ ማእከላትን'ውን ደብዳብ ፈጺማ። ኣብዚ እዋን ኣብ እስራኤል ኣብ ጎደናታት ዋሕዲ ሰብ ይረኣ ኣሎ። ኣብ መላእ ሃገር ዝርከቡ ቤት ትምህርትታት እውን ተዓጽዮም ኣለዉ። ኣይረን ዶም ዝተባህለ ናይ እስራኤል መቕሎቢ ወይ መምከኒ ሚሳይላትን ሰብ ኣልቦ ነፈርትን ንዝበዝሑ እምበር ንዅሎም'ቶም ካብ ኢራን ዝውንጨፉ ሚሳይላትን ድሮናትን ዕላማኦም ንኸይሃርሙ ክዓግቶም ኣይከኣለን። እስራኤል ኣብ ልዕሊ ኢራን መጥቃዕቲ ብምፍጻም ንሓደ ላዕለዋይ ሓላፊ ወተሃደራዊ ስለያ ኢራን ድሕሪ ምቕታላ'ያ ኢራን ከም መልሰ ግብሪ ናብ ሓያለ ከተማታት እስራኤል መጥቃዕትታት ሚሳይል ትፍጽም ዘላ። ፕረዚደንት ዶናልድ ትራምፕ ኢራንን እስራኤልን ኣብ ሓደ ስምምዕ ክበጽሓ ብምትስፋው ሓደ ሓደ ግዜ ሃገራት ንሓድሕደን ናብ ውግእ ክኣትዋ ንቡር ምዃኑ ተዛሪቡ። ብዘይካዚ እስራኤል ንላዕለዋይ መራሒ ኢራን ኣያቱላህ ዓሊ ኻማናይ ንምቕንጻል ዝቐረበ መደብ እስራኤል ትራምፕ ከም ዝነጸጎ ገለ ማዕከናት ዜና ኣሜሪካ ኣቃሊሐን። ወሃቢ ቃል ሚኒስትሪ ጉዳያት ወጻኢ ኢራን እቲ ትማሊ ኣብ መንጎ ኣሜሪካን ኢራንን ክካየድ ተመዲቡ ዝነበረ ኣብ ምምዕባል ኒውክሌር ዘተኮረ ዝርርብ ምስ ተሰረዘ እቲ ዘተ ክቕጽል እንተኾይኑ ኣሜሪካ ነቲ እስራኤል ኣብ ልዕሊ ኢራን እትፍጽሞ ዘላ መጥቃዕቲ ክትኩንኖ ከም ዘድልያ ገሊጹ። እስማዒል ባጋይ ነቲ ዘተ ደጊሙ ትርጉም ኣልቦ ብምባል ኣሜሪካ ኣብቲ መጥቃዕቲ ተሓባባሪት እያ ኢሉ። ቀጺሉ ባይቶ ኢራን ካብ ውዕል ምፍራይ ኑክሌሳዊ ኣጽዋር ክወጽእ እንተወሲኑ ቀያዲ ወይ መዛዘሚ ክኸውን እዩ ኢሉ። ኢራን ኑክሌሳዊ መደባ ንሰላማዊ መዓላ ዝውዕል ምዃኑ ወትሩ ከተረድእ ትጽዕር፣ እስራኤል ግን ትነጽጎ። ብዘይካ ቻይና ከም ቱርክን ሩስያን ዝበላ ሃገራት እውን ንእስራኤልን ኢራንን ንምቅርራብ ድሉዋት ምዃነን ይገልጻ ኣለዋ። ፖላንድን ቸክ ሪፖብሊክን ዜጋታተን ካብ እስራኤል ንምውጻእ ይጽዕራ። ኣብዚ እዋን ኣርባዕተ ሽሕ ዝኾኑ ጀርመናውያን ኣብ እስራኤል ከም ዝርከቡ ናብ ሚኒስትሪ ጉዳያት ወጻኢ ጀርመን ኣመልኪቶም ኣለዉ። ኣብ ኢራን እውን ኣስታት ሓደ ሽሕ ጀርመናውያን ኣብታ ሃገር ከም ዘለዉ ኣፍሊጦም። እቶም ዜጋታት ጀርመን መዓስን ብኸመይን ካብተን ሃገራት ክወጹ ከም ዝኾኑ ግን ክሳብ ሕጂ ዝተሓንጸጸ መደብ የለን። ኢራናውያን ንርእሰ ከተማኦም ቴህራን ሓዲጎም ናብ ካልእ ውሑስ ዝበልዎ ስፍራ ንምግዓዝ ይፍትኑ ኣብ ዘለውሉ እዋን ኣብ ኑቕጣታት መዐደሊ ነዳዲ ነዊሕ ሪጋ ይረኤ ኣሎ። እስራኤል ንቴህራንን ከባቢኡን ቀንዲ ዕላማ ገይራ ደብዳባታ ትቕጽል ስለ ዘላ ሰላማውያን ሰባት ዓቐሎም ኣጽቢቦም ካብታ ከተማ ክወጹ ተገዲዶም ኣለዉ። መራሒ እስራኤል ንህዝቢ ኢራን ኣብ ዝለኣኾ መልእኽቲ እቲ ኲናት ኣብ ልዕሌኹም ኣይኮነን፣ እስራኤል ተኽብረኩም እያ፣ ነዊሕ ዝጸንሐ ዝምድና እዩ ዘለና፣ እቲ ብጭቆና ሒዙኩም ዘሎ ስርዓት ኢራን ግን ክእለ ክትሰርሑ ኣለኩም ኢሉ። እስራኤል ኣብ ኢራን መሰረታዊ ለውጢ ክመጽእ ክትሰርሕ ምዃና እውን ይግለጽ። ኢራን ኣዝያ ዓባይ ሃገር እያ። እዛ ኣብ ኣስታት ሓደ ሚልዮንን ሸውዓተ ሚእቲ ሽሕን ትርብዒት ኪሎ ሜትር ዝተደኮነት ሃገር ኣብ ማእከላይ ምብራቕ ብዕቤታ ኣብ ካልኣይ ደረጃ ካብ ዓለም ከኣ ኣብ ዓሰርተ ሸውዓተ ደረጃ ትስራዕ። ሃገራት ፈረንሳን ጀርመንን ተደሚረን እኳ ክንዲ ስፍሓት ኢራን ኣይመጻን እየን። ስለዚ እስራኤል ከምቲ ኣብ ቃዛ ኣብ ኢራን ከተተግብሮ ከቢድ ፈተና ክህልዋ እዩ። ቁጽሪ ህዝባ እውን ቀሊል ኣይኮነን። ኣብ ኢራን ኣስታት ቴስዓ ሚልዮን ህዝቢ ይነብር። እቲ ዝገርም ክሳብ ሽሕን ትሽዓተ ሚእትን ሰብዓን ትሽዓተን እስራኤልን ኢራንን መሓዙት ሃገራት እየን ነይረን። እስራኤል ንኢራን ዘመናዊ ኣጽዋር ንኽትዓጥቕ ትሕግዛ ነይራ፣ ኢራን እውን ናብ እስራኤል ነዳዲ ትልእኽ ነይራ። ሞሳድን ሳቫክን ዝተባህሉ ናይ ስለያ መርበባት ኢራንን እስራኤልን እውን ሓባራዊ ስራሕ ይዓሙ ከም ዝነበሩ ይንገረሎም። ኣብ ኣሽሕን ትሽዓተ ሚእትን ሰብዓን ትሽዓተን እስላማዊ ሰውራ ኢራን ናብ ስልጣን ምስ መጸ ግን ዝምድነኣን ኣብ ሓደጋ ወዲቑ። ብኣያቶላህ ዓሊ ኻማናይ ዝምራሕ እስላማዊ ሰውራ ኢራን፣ ንእስራኤል ጽዮናዊት ጸላኢት ክብል ምስ ኣሜሪካ ሓዊሱ ከም ቀንዲ መቐናቕንቱ ኣቐሚጥዋ። ብድሕሪ'ዚ ክልቲኤን ሃገራት በበይኑ መንገዲ ክኸዳ ጀሚረን። እስራኤልን ኣሜሪካን ክሳብ ሕጂ እቲ ኣመና ጥቡቕ ዝምድነኣን ይቕጽልኦ ኣለዋ። ኢራን ከኣ ንእስራኤል ንምቅላስ ከም ሕዝቦላህን ሓማስን ዝበሃሉ ዕጡቓት ሓይልታት ተተባብዕ። ናይ እስራኤል ናይ ሎሚ ቐነ ቀንዲ ሻቕሎት ግን ኢራን ኣቶማዊ ኣጽዋር ንኸይትዓጥቕ እዩ። ኢራን ከምኡ እንተገይራ ምስ እስራኤል ኣብ ሓደ ተመጣጣኒ ሓይሊ ክትህሉ'ያ ማለት እዩ። ስለዚ እስራኤል ንውሕስነተይ ሓደጋ'ዩ ኢላ ትሓስብ። ኢራንን እስራኤልን ኣብ ማእከላይ ምብራቕ ዓቢ ጽልዋ ዘለወን ሃገራት ከም ምዃነን፣ ኣብቲ ከባቢ ዘለዋ ሃገራት እውን ብሰንከን ዝተፈላለየ መርገጺታት ክወስዳ ተቐሲበን ኣለዋ። እዚ ናይ ሎምቐነ ጀሚሩ ዘሎ ቀጥታዊ ሕድሕድ ምጥቕቓዕ ኣብ ታሪኽ እቲ ዝዓበየ እዩ ክበሃል ይከኣል፣ ከምዚ እንተቐጺሉ ከኣ ሓደግኡ ዓቢ እዩ። በዚ ምኽንያት እዩ ከኣ ንመላእ ዓለም ኣሻቒሉ ዘሎ። ጉጅለ ሸውዓተ ሃገራት ኣብዚ እዋን በዚ ወጥሪ ምኽንያት ይመኽራ ኣለዋ። ኣብ ሆላንድ እውን ትማሊ ኣብ ከተማ ደንሃግ ኣስታት ሓደ ሚእቲ ሽሕ ህዝቢ ንጉዳይ እስራኤልን ፍልስጤምን ብዝምልከት ሰልፊ ከካይዱ ውዒሎም። ኲናት እስራኤልን ኢራንን ረብሓታትን ውሕስነት ህላወን ዘንቀዶ ፖለቲካዊ ግጭት እዩ። ክፍታሕ እንተኾይኑ እውን ብዝርርብ ጥራሕ እዩ ክፍታሕ ዝኽእል ዝብሉ ተንተንቲ ፖለቲካ ኣለዉ። ክቡራት ተኸታተልቲ መስትያት ቤትና፣ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ንሎሚ ዘዳለናልኩም እዚ ክሰምዖ ዝጸናሕኩም እዩ ነይሩ ደሓን ጽንሑ። መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።